ሰላም ሰላም ዝኸበርኩም ተኸታተልቲ ልቢ ወለድ ዛንታ ነገስቲ ቅንያትኩም ሰላም ዝዓሰሉ ነይሩ ክኸው እንዳተተስፈኹ ናብ ናይ ሎሚ ዝቕፅል ክፋል ከብለኩም ኣንባቢት ሳሊና ሓጎስ ንግስቲ ሳልሳይ ክፋል
ንተሓጋጋዘ እዩ ሎም ሌት ኣብዚ ሆቴል ክፍሊ ክሕዘልና ነጊረ ኣለኹ ምክንያቱ ገዛ እዩ ነዛ ዕለት ኣይበቅዕን እዩ ከም ሕፍር ኢላ ርእሳ እናነቕነቐት ከም ምርጫኻ ኣብ ተመሳሳሊ ግዜናታን ናብ ናይ ስራሕ መሻርኽቱን ሜድያታትን ምድዋል ኣይቋረፀን ልዕሊ ኩሉ ጥንሲ ኣንበር ንኣሞ ኣብ ምንታይ ታኼላ ይሸማ ኣሎ ንኽሓስብ ኣይሕግዞን። ኤሪክ ድሕሪ ድራሮም ንኣማ ብኢዳ ሒዝዋ ናብቲ ዝሓዞ ምዕሩግ ክፍሊ ናይቲ ሆቴል ኣእተዋ። ኣማ በቲ ዝረኣየቶ ክትኣምን ኣይከኣለትን። እቲ ዝኣተውዎ ክፍሊ ከም ደረጅኡ ዝሓለዎ ክፍሊ ናይ ሓደ ሆቴል ኣይጸንሓ ከም ንመሐፀን ኢሉ ዝተዳለወ ክፍሊ ኮይኑ ይጸኒሕዋ ምድረ ቤትን ዓራት ናይቲ ክፍሊ ብቐይሕ ዕምባባ ቀንቤበ ኢሉ መናድቑ ንምርኣይ ብዘብህግ ኣሳላልማ ተሸኒኑ እዩ ጸኒሕዋ ኣብ ዝሓፀረ ግዜ ነዚ ባህታ ንዝፈጠረላ ሰብ ኤሪክ ሮበርት መርዓቱ ብምዃና ተፈሰሀት ኤሪክ ኣብ ውሽጢ ሓጎስ ኣብ ማገለ ሕርኽርኽ ዝብል ጸቕጢ ረኣየን ተረድኦን ባድሎ ኣውፅኦ ኣብ ሓደ ቦታ ኣንጠልጠሎ ሻወር ክገብረ ዝኾነ ጸቕጢ ክስማዓኪ የብሉን ሓሲብ ክወስኒ ሎሚ ለይቲ ወግዓዊ ናይ መርዑት ንጥፈታት ክንፍጽም ድላይ እንተዘይብልኪ እዛ ለይቲ ናብ ዝደለኽያ መዓልቲ ክንቅይራ ንኽእል ኢና። በቲ ዝሃባ ናጽነት ተሓጎሰት። ኣይጸነሐትን። ድሕሪ ምምርዓዎም ዘሐስብ ምኽንያት ኣይተረኣየን። ብዘይብኡ ብኹሉ እንትንኡ ተማሪኻ ኮላ ንስምዒታታ ክትኩሕዶም ኣይደለየትን። ማዕጾ ሸወር ከፊታ ሰዓበቶ። ኤሪክ ምስ ክዳውንቲ ኣርኪባቶም ምስ ረኣየ ገሮሙን ኣተኪሩ ጠመታን ንዓኻ ብምምርዓወይ ቅንጣብ ትኹን ጣዕሳ ኣይብለይን ርግፀኛ ዲኺ ስምዒት ብዝገንፈሉ ሓፊስ ድምፂ ሓተታ ሚእቲ ካብ ሚእቲ ርግፀኛ እየ ድሕሪ መልሳ ስምዒታቱ ክዓግቶም ኣይከኣላን ምሉእ ነብሳ ናብ ነብሱ ስሒቡ ብዕሙር ስምዒት ከናፍሩ ናብ ከናፍራ ኣዕሊቡ በታ ዝተረፈት ኢዱ ክዳን ኣውፅኦ ኣማ እውን ናይ ስምዒት ድምፂ ከተምሉቕ ጀመረት ከምዚ ዓይነት ምስዓማ ኣስተማቒራ ኣይትፈልጥን ተኣምር ኮይኑ ተሰማዓ ነብሳ ክሳብ ምቁፅፃር ትስእን በፅሐት ኣብ መንጎ ሓንሳብ ካብ ተዓሚታቱ ዝነበረት ቋሒላ ገፅ ሰብኣያ ምስ ጠመተት ተምሳጥ ሓደራ ኣብ እዝኑ ግርምቲ ፀላም ኣልማዛዊት ጥረር እያ ክትርስዖ ዘይትኽእል ዝኽሪ ስእሊ ኣብ የእምሮ ኣጠምሐት ቀፂላ ኣብ ኣዒንቱ ዘይድህሰስ ዕሙር ፍቕሪ ረኣየት ኤሪክ ኪኖዝ ኣብ ሸወር ንኽጸንሕ ስምዒቱ ኣይፈቐደሉን። ንኣካላ ብሸጎማና ኣንቂጹ ናብታ ነታ መዓልቲ ዝተዳለወት ብዕምበባ ቀንቤቤት ዝበለት ዓራቶም ብቐላጽሙ ሓቒፉ ወሰዳ። ኣይጸንሐን፣ ኣዳሊዎ ዝጸንሐ መከላኸሊ ገይሩ ኣብ ልዕሊያ ተሰቕለ። ስምዒቱ ንኽዕግብ ትንክፍ ምስ ኣበላ ግን ዕንቅፋት ኣጋጠሞ። ኣማ ብቓንዛ ሓውሲ በኸየት። ኤሪክ ስምዒቱ ጎቲኡ ኮቦርታ ከደና። እታ ህብብቲ ሞዴል ዝነበረት ዓርኪ ናታን ዴቪስ መጀመርያ ግዜኣ ጾታዊ ርክብ ትፍጽም ምህላዋ ተኣምር ኮኖ። ካልኦት ኣማ ጾታዊ ርክብ ፈጺማ ኣይትፈልጥን እንተዝብልዎ ከም መሰልቸዊ ፕራንክ ከማን ኣይመስተማቐሮን። ካብ መጀመርያ ብኸተርእዮ ዝጸንሐት ግብረ መልሲ ክሳብታ ናይ መወዳእታ ቃንዛኣ ብድንግልና ኣይተጠራጠረን። ንምንታይ ኣቋሪጽካዮ? ከም ዘቋረጾ ምስ ተረድኣ ርእሳ ከየቕነዐት ገጻ ናይ ቃንዛ ምልክት እናተራእዮ ተወከሰቶ። መዓልቲ ንቐይር ብኻልእ ተረዲእዋ ምጽንሑ ሕማቕ እናተሰምዖ እንተ ዝቕጽሎ ነይረ ማህሰኹኹይ ስምዒቱ ገቲኡ ክዳን ለይቱ ገይሩ ኣብ ጎና ተገንበወ። ኣብ ፈለማዮም ብቓንዛኣ ክዓግብ ኣይደለየን። ተመክሮ ከም ዘይብልክ ስለምንታይ ዘይነገርክኒ? ብኸመይ ከም ዝነግረካ እንዲ ጠፊእኒ ኢዱ ከም መተርኣስ እናተጠቀመት መለሰትሉ። ክምስታ ሰንዩ ከምቲ ካብ ሻወር ተሰኪምዎ ዝመፀ ተሰኪሙ መለሳ። ሃሴክዴ ልዕሊ ቃላቱ ነቲ ዝተሻቐለ ስምዒቱ ኣንቢባ ንሰሓቓ ክትዓግቶ ኣይከኣለትን። ከምቲ ብደገ ትሕመዮ ዓይነት ጠባይ ጠቕሊሉ እዩ ዘይብልካ። ከመይ ድዩ ዝመስለኩም? ቀስ ገይሩ ኣውሪዱ ድማ ይወልዖ። ሰብኣውነት ዘይብልካ ጨካን ውልቀ መላኺ ከም ሞትን ህይወትን ናይ ኢንተርቴንመንት ከምስ እናበለ ንካልኦት ትባእ ኣለኺ ንስኺ ግን ሰቤተይ ካብ ኮንክን ካብ ኣመንክንን እቲ ሓቆኛ ጎናይ ክርእየክልኒ ሓደራኺ ግን ንዓይ ሓሶት ማለት ሓሶት እዩ ምስ ትብድልኒ ጠቕሊለ ሕድገት ኣይገብረልክን እየ ተሲኣ ኣፍንጭኣ ናብ ኣፍንጭኡ ኣቕሪባ ከመይ ኣጋጣሚ ደኣ እዩ ኣነውን ከም ናትካ ስምዒታት እዩ ዘለኒ ብኣካል ተላለዮም ቃል ካብ ዝለዋወጡ 24 ሰዓታት ኣይመልኡን እንተ ልብታቶም ካብ ዝጠናነጋ ግን ዓመታት ዝገበራ እየን ዝመስላ። እቲ ቤትሮን መጋረጃን ጢሒሱ ዝሓለፈ ሃሳስ ጩራ ንናይታ ካብ ድቃስ ትባራበር ዝነበረት ዓይንታ እማ ኣጭለምለሞ እቲ ዝገረማ ናብ ቦታ ናብቲ ኣብ ጎና ደቂሱ ዝነበራ ፍጡር ምስ ጠመተት ኣይጸንሓን ገዲፍዋ ዝኸደ መሲልዋ ንቤና ንኽትከይድ ናብቲ ኣዳራሽ ነቲ ሆቴል ምስ ወረደት ኣብኡ ገለ ወረቓቕቲ ናይ ስራሕ ክገናጽል ጸንሓ ኤሪክ ቀኒዑ ምምፃእ ምስ ኣረጋገፀ ሓድሽ ክዳውንቲ ጠሊበልኩ ኣለኹ ቀይሩ እሞ ብሓደ ክንከይድ ብርእሳ ናይ ኣወንታ መልሲ ኣርእያ ናብ ቦታ ሻወር ኣብ ምብጋሳ ቴሌፎና ድምፂ ገበረት ናታን እዩ ኣማስም ደዋሊ ምስ ረኣየቶ ብስክፍታ ንኤሪክ ጠመተቶ ኤሪክ ብስያፍ እናጠመታ ኣነ ደይ ከበላ ኖ ኖ እቲ ግዜ ሕጂ ኮነ ኤሪክ ነታ ሞባይል ኣልዒሉ ተቐቢሉ ላውድ ስፒከር ገይሩ ኣቐበላ ኣብ ማበይ ኣለኺ ናታን ሓተተ ጋዜጠኛታትና ከይረኽቡኒ ተሓቢየ ኣለኹ ሃዲያ መለሰትሉ ስለዚ ሊዛ እንታይ ገይራ ኣላ ኣይፈለጥክን እናተጠራጠረ ሓተተ እንታይ ዶ ገይረያ ሕማ ዋይፋይ ኣብ ዘለዎ ቦታ እየ ዘለኹ ዝኾነ ዜና የንበብኩን እንታይ ኣጋጢሙ ዕትብቲ መሲላ መለሰትሉ ንማናጀርካ ኣመስግንለይ ንግሎባል ፒክቸር ኢንተርቴንመንት ኣብ ቅልውላው ኣትያታ ሕጂ ቀልጢፍኪ ናብ ኦፊስ ተመለሲ ስም ግሎባል ብጋዜጣዊ መግለፂ ናብ ንቡር ክትመልሲ ዕድል ክህበኪ ጋዜጣዊ መግለፂ እምበኣር ሕጂ እውን ግዳይ ክገብረኒ እዩ ዝሓስብ ዘሎ ብውሽጣ ኣሕሸኽሺኻ ንዘረብኡ መለሰትሉ ፀገም የለን መፃኹ ብተግባረቱ ተጸዊጋ ቴሌፎና ዓጸወታ። ኤሪክ ንምልልሳ ክሰምዖ ድሕሪ ምጽናዕ ቁጽሪ ቴሌፎን ኣብ ቴሌፎን ኩላ ኣብ ዝደለኽዮ ግዜ ደውለይ። ይቐኒለይ ሚስተር ሮበርት። ድሕሪ መልሲ ሃንደበት ናብ ሕቑፉ ስሒቡ ካብዛ ሰዓት እዚኣ ከምኡ ኢልኪ ከይትጽውዕኒ ሰብኣይኪ ካልእ ኢልኪ ጸውዕኒ ወይ ኣይሰደክን ብሕፍረት ቀኒዓ ከይጠመተቶ ብትሑት ድምፂ ክቡር በዓል ቤተይ ገፁ ካብ ዝነበሮ ብርህ በለ ንዕናይ ንግሎባል ከብፅሓኪ ዝኣተኽለይ ቃል ከይትርስዕዮ ድምፁ ኣነፂሩ ናሕፊሱን ቀፅለ ናብ ዝኾነ ካልእ ሰብኣይ ከይትቐርቢ ንለበውኡ ናይ ኣውንታ ምልክት እናርኣየ ፍሽኽ በለ ብግብረ መልሲ ህርመት ልቡ ወሰኸ ኤሪክ እዚ ዝሰርሓሉ ዘሎ ኢንዱስትሪ ማዕረ ክንድኡ ኣዕናዊ ምዃኑ ከም ንጉስ ኢንተርቴንመንት ጥዑ ገይሩ ይርድኦ እዩ። ሰበይቱ ነዚ ብድሆ በዲሃ ከም ቃላ ንናታንን ኣንበርን ንታሕቲ ነቑታ ናብቲ በፂሓቶ ዝነበረት ህቡብነት ብኸመይ ትምለስ ንኽርኢ ተሃንጤን ተተስፈወን። ኣብ ግሎባል ምስ በፅሑ ኣማ ካብ መኪና ሰብኣያ ድሕሪ ምውራዳ ብናይ ሰራሕተኛታት ማዕጾ ናብ ህንጻ ግሎባል ኣተወት። መሳርሕታን ሰራሕተኛታት ናይ ግሎባል ምስ ረኣይዋ እናሰማዓቶም ሊዛ ብትእዛዝ ኣማ እያ ትገብሮ ዘላ ኢሎም ክሓምዩዋ ሰማዓቶም። ኣማ ዝኾነ ነገር ከም ዘይተረድኣ ተኺላ ሓለፈት። ናብ ናይ ናታን ቤት ጽሕፈት ከይዳ ንማዕጽኡ ሓንሳብ ኳሕኲሓ ፍቓድ ከይተጸበየት ከፊታ ኣተወት። ናታን ምስ ረኣያ ሕርቃኑ ብውሽጡ ጸይሩ መጺኺ ንሕቱኡ ከይተገደሰት ሊዛ እንታይ ገይራ ንገረኒ ርግፀኛ ዲኽ ዝፈለጥክዮ ይብልክን ኣብ ቅድሚኡ ዝነበረ ጋዜጣ ኣልዒሉ ናብ ቅድሚኡ ኣደርበዮ ንስኺ ዘርጊሕዮ እንተዘይልክያ መን ዳይ ኣዚዝዋ ኣማ ናይ ስምባደ ምልክት እናተረኣያ ብሓውሶ ሕንቕንቕ ብትሑት ድምፂ እናጠመተቶ ናታን ሎሚ ክንምርዖ እናበልና ከመይ ገይረ ክሃስየካ ኢልካ ትፅበ ድሓን ሃራይ ናትክን ናይ ኣንበርን እቲ ዝዓበየ ፍልልይክን እግርኽን ምዃኑ እናፈለጥኪ ንምንታይ እታ ኣንበር ኣብ ዓንካር ዓንካሪትኪ ከም ትኾን ጌርኪ ኣማ ልዕሊ ቃላት ስምዒታት ገጻ ክምርምሮም ድላይ ከም ዘለዎ ኣስተውዓለትሉ ከም ናይ ቅድሚ ሕጂ ብገርሃ እንተትህሉ ንዕቤት ሞይኡ እዩ ዝጨቓጨቐኒ ዘሎ ኢላ ድላዩ መማላእትሉ እንተኾነ ዕድል ኣይገበረን ምእንቲ ኣንበር ግዳይ ይገብራ ከም ዘሎ ምስ ተረድኣ ኮይኑ ኣብ ኢደይ ዘለቕለቕ ምስ በለትኒ ኣማራፂ ዝበሃል ኣይነበረንን ንዓ ኣገዲፈ ከዓ እቲ ምርኢት ትርጉም ኣይነበሮን ጋር ምሳይ ነይሩ እዩ ክትሓቶ ትኽእል ኢኻ ሓቲተዮ ባዕልኻ ኣብኡ ክትገብሪ ከም ዝመረጽኪ ነጊሩኒ ተሪሩ ተዛረባ ንመልሱ ናይ ተስፋ ምቑራጽ ምልክት እናርኣየት ንምንታይ ግን ልዕለይ ንዑ ኣሚንካ ግብረ መልሱ ንኽትርኢ ቀው ኢላ ጠመተቶ እቲ ዕንወት ካብ ተፈጸመ ልዕሊ እዚ ምጭቕጫቕ ኣገዳሲ ይኮነን ብሰንኪ ውዕል ምፍራስና በላሚ ክኾስና እዮም ዝዳለዉ ዘለዉ ኣብ ዘለታ ተወሳኸታ ብሰንኪ ማናጀርኪ ህዝቢ እውን ኣንጻርና እዩ ተላዒሉ ዘሎ ነዚ ዝገበርኪ ጌር ክትጽግንዮ ኣለኪ ሞያይ ብኣሉታ ክጽሎ ኣይደልኒ ኣማ ምእንቲ ግሎባል ክትብሊ ማናጀር ከኣድህቦ ማዕኸነ ዜና ንምርካብ ትገብሮ ከም ዘላን ግሎባል ዝኾነ ኢድ ከም ዘይብላን ክትሕብር ኣለኪ እዋ ማናጀር የተሕተተሉ እንተኮይና እኮ ኣነ እውን ማዕረየ ተሓታቲት እየ ሕንቕንቕ እናበለት ንስኻ ኢኻ ደቃይቕ ምስ ተረፎ ሃንደበት ኣክን ደኣ እምበር ክቐርብ ሓቢርካኒ እንታይ ኣምሲለ ኢና እምበር ዝሓለፍኩላ ኣማ እቲ ጉድለት ናትኪ እዩ ናሷን ዓቕሉ ወዲኡ ንዘረባ ኣኾለፎ እንተ ትጥንቀቒ ነርኪ ኣይምተኸሻኽን እቲ ጉድለት ናትኪ ካብ ኮነ ንስኺ ኢኺ ሓላፍነት ትወስድሉ እዞም ቃላት ምስ መለቕዎ ቀይሕ መስመር ከም ዝጠሓሰ ተረድኦ ንነብሱ ብግዴታ ኣረጋጊኡ ንኸህድኣ ናብ ኣማ ቀሪቡ ንኸሓቑፋ ኢዱ ሰደደ ኣማ ግን ገና ኮሎ ደፊኣ ኣርሓቐቶ ዓቕለይ ስለ ዝፀንቆኪ ኣማ ይቕሬታ ግበርለይ በጃኺ ንመወዳእታ ግዜ ሓግዝኒ ድሕሪ መርዓና ዝፈፂሙ ከም ዘየጋጥም ቃል ይኣትወልኪ ቀሪባቶም ዝነበረት ንብዓት ናብ ቦትኦም መሊሳ ናይ ምስማዕ ምልክት ኣርኣየት ፀገም የለን ንጋዜጣዊ መግለፂ ተዳልየ ኣለኹ ከዘክረካ ዝደለ ግን እዚ ምእንታኻን ምእንቲ ሞያኻን ዝገብሮ ዘለኹ ተስፋ ይገብር እዚኣ ናይ መወዳእታ ክትከውን ቃል ይኣትወልኪ እዚኣ ናይ መወዳእታ እያ ብውሽጡ ዘይኣምነሉ መልሲ መለሰላ ናታን ነበር ጠባይ ኣማ ስለ ዝፈልጦ ዝለመዶ ከም ዘየቋርጾ ይፈልጥ እዩ ቅድሚ ሕጂ ብተደጋጋሚ ዝኣተወላ ቃል ኣፍሪስዎም እዩ ብሕጂ ድሕሪ መርዕኦም ከዓ እሞ በጊዕ ክቕይራ እዩ እቶም ጋዜጠኛታት ሰዓት ሰለስተ ክመፁ እዮም ፀኒሐ ትዛረቡ እዮም ብፅሑፍ ክህበኪ ኣማነት ናብ ሕንቕንቕ ገፁ ከይዱ ዝነበረ ስምዒታ ጠቕሊላ ኣቋሪፃ ማዕረ ክንደይ ከም ተፍቅሮ ንነብሳ ክትፍትና ኣብ ምውጻእ ሓውሲ ብግዴታ ኣዒንቱ ጠመተተን። እንተኾነ ካብ ቤት ጽሕፈቱ ውጽእ ምስ በለት ዝኽሩ ካብ ኣዒንታ ኮነ ኣእምሮኣ ጠፍአን ገጻ ተጸወገን። ወላ እኳ ኣብ ቅድሚ ጋዜጠኛታት ንክትቀርብ ምስ ናታን ትሰማማዕ ንረሳሕ ተግባሮም ሓላፍነት ከም ዘይትወስደሉ ግን ርግጸኛ እያ ነይራ። ክቡራት ተኸታተልቲ መደብና ሳብስክራይብ፣ ላይክ፣ ሼር ኮመንት ብምግባር ከተተባብዑና ከዘክረኩም እፈቱ። ናብ ቤት ጽሕፈታ ምስ ተመለሰት ናብ ማናጀራ ደወለት። ሊዛ ናታን ደጊሙ ግዳይ ንኽገብረኒ ይሓስብ ኣሎ ግድንካ እምበር ንስኽስ ካዚ ትስክሒ ከም ናታን ዳት ተጸቢኺ ሊዛ ንዝስዕብ ሓያል ጉስጥ እናተዳለወት እንታይ ከም ዝገብር ጥራሕ ንገርኒ መለሰት። ሰዓት ሰለስተ ሓላፍነት ወሲደ ንግሎባልን ህዝብን ይቕሬታ ንክሓትት ቆፀራ ሒዘ ኣለኹ ልክዕ ይቕሬታ ምስ ሓተትኩ ንስኺ ነቲ ናይ ናታንን ኣንበርን ኣብ ሆስፒታል ብሓደ ከለዉ ዝተሳእለ ስእሊ ዘርግሕዮ የስ ረኺብክን ኣብ ሰዓታ ኣርእስታ ከይተረፊ ሓሲበላ ፅንሐ ዝዓበየ ርእስቲ ዜና ናይ ሎሚ እቲ ሕሱር ሓላፊ ግሎባል ታሕቢእና ባዕለገ ኣማ ሰሓቕ ሞላቓ ጸኒሓ ስክፍታ ብይቕሬታ ገለጸትላ እውይ ብኸመይ ከመስግነኪ ብዝኾነ ይቕሬታ ኣብዚ ሓሰብኪ ዕግርግር ይጸምደኪ ምህላወይ ኣማ ንስኺ ነዚ እኪ ክትብድዮ ድልውቲ ክሳብ ዝኾንኪ ኣብ ጎኒ ክለኹ ኣጆኪ ነዚ ክሳብ ዓለም ለኻዊት ሞዴል ትኾኒ ክቃለሰልኪ ዓለም ለኻዊት ሞዴል ነዛ ቃል ብውሽጣ ደጋገመታ ኣብዛ ግዜ ነብሳ ንክንድኡ ዝኣክል ገጂፍ ሕልሚ ንክትሓልመላ ፍቓደኛ ኣይነበረትን። ሕልማ ንናታንን ኣምበርን ዓስቢ እቲ ተግባሮም ብኸመይ ተሳቕዮም ይሕልማ። ቅድሚ እቲ ጋዜጣዊ መግለጺ ናታን ንኣሟ ሳፕራይዝ ንክገብራ ናብቲ ጎረቤት ግሎባል ኢንተርቴመንት ዝኾነ ደረጅኡ ዝሓለወ ሬስቶራንት ንኸምስሓ ወሰዳ። ነታ ዝሓዘኣ ጠውሎኦም ብቐይሕ ፍዮሩን ጨናን ሃነን ኣቢልዎ እዩ ጸኒሑ። እንተ ንኣማ ግን ጽባቐቲ ፍዮሩ ኸነ ጥዑም ጨንኡ ኣይተረኣያ ወላ ይጨነዋ። በቲ ትርኢት ንፈውሱ ማሕላ ይኹን ወላ ንተዋስኦ ክምስታይ ሰዓራ። ናታን ስልማት ከም ዝሰለማ ኩርዕርዕ ኢሉ ብዘይ ፍሽኽታ እታ ትፈትወይ ዓይነት ሲልዮን ስቴክ እየ ጠሊበልኪ ዘለኹ ኣማኒ ቃላቱ ምእማን ሰኣነቶም። ንሓሙሽተ ዓመት ዝኣክል ብፍቕሪ ተጓዒዞም እንታይ ትፈቱ ኣይፈልጦን ጸኒሑ። ደሓን ዲኺ? እቶም ዝተጸበዮም ስምዒት ኣብ ገጻ ብዘይምርኣዩ ሓተተ። ቅድሚ ምምላሳ ክሻኒ ናይ ሬስቶራንት መጺኡ ጠለቦም እናቐመጠ ምስ ሚለር እታ ትፈትውያ ዓይነት ፊልት ሚኖን ክሰርሓልክ ብምኽኣለይ ሕጉስ እየ ከምኡውን ኣክንዲ ፍሬድሪክ ሬስቶራንት ወኪለ ብምምርዓው ክንቆ ሓጎሰኪ ናታ ናብ ጠለም ኣማ እናጠመተ እዚኣ ድያታ ናይ ባሓቂ ትፈትዊ ዓይነት ጠለም ንሕቶ ናታን ከይተገደሰት ንኸሻ ንመለሰትሉ የቐኒልና እንተኾነ ኣይተመርዓናን ኣልና እንተ እቲ ዝፈትዎ ዓይነት ጠለብ ዘኪርካ ክሰርሓለይ ብምኽኣልካ ከየድነቑካ ካሕልፍ ኣይደልን ከሻኒ ንግብረ መልሳ ብፍሽኽታን ድንን ኢሉ ብምምስጋንን ገዲፎም ከደ ኣንፈታ ናብ ናታን ብምምላስ ንብላዕሞ ቤት ፅሕፈት ኬድና ቅድሚ ሰዓት ምእኸሉ ዛዕባ እቲ ጋዜጣዊ መግለፂ ክንዘራረብ ወላ እኳ ተግባሩ ዘበለ ቅጫ ኣምፅኢላ ብውሽጣ ተልቅስ ብግዳማ ንኸይንፀባረቕ ግን ተቆፃፀረቶ ኣብ ከምዚ ህሞት ኮላ ሞባይላ ካብ ኤሪክ ናይ መልእኽቲ ድምፂ ኣስማዕትን ከተንብቦ ከፈተቶን 08 19 ነቲ ዝሰዓበ መልእኽቲ ከይወደት ነቲ ቁጽሪ ተንተነቶ። ዋው ነሓሰ ዓሰርተ ትሽዓተ መዓልቲ መርዓና እንድዩ ንባባ ቀጸለት። እቲ ኸሻኒ ናይቲ ሬስቶራንት ንፊልት ሜኖን ናይ መርዓኹም ኢሉ ዘምጽኣልኪ ጠለብ ናይ መርዓና እዩ ተገበዝለይ። ኣማ ብመልእኽቱ ፍሽኽ ኢላ ሞባይላ ኣብ ትሕቲ ጣውላ ገይራ መለሰትሉ። ኣብዚ ከም ዘለኹ ብኸመይ ፈሊጥካ? ናተይ መንገዲ ኣለኒ ኤሪክ መለሰላ ኣብ ከባቢኣ ከይህሉ ነታ ሬስቶራንት ኮለለታ ክትሪኦ ግን ኣይከኣለትን ወላ ክትሪኦ ኣይትኽኣል በቲ ዝገበሮ ግን ሓይሊ ህላዊ ኣድማስ ኮይኑ ተሰማዓ ናታን ኢዱ እናንቀሳቐሰ ኣብ ማንታይ ትርኢ ኣለኺ ርእሳ እናነቕነቐት ኦው ወላ ሓንቲ ማስቲ ንክምርዖ ካልእ ሕቶ ከየስዓበላ ኣንፈት ዕላሎም ጠምዘዘቶ እዚ ኣጋጢሙ ዘሎ ሓርጎፅጎፅ ኣብ መፈፀምታ ምስ ኣብፃሕናዮ መለሰላን ቀፀለን ክትፈልጥዮ ዘለኪ ንኣንበር ምስ ቀዳሞት ዓሰርተ ብሉፃት ሞዴላት ምስራዕ ማለት እቲ ዝዓበየ ፍጻሜ እዩ። ንስኺ ኣብ ጎና ብምህላውኪ ዕድለኛ እያ። እንተዘይ ኮይኑ ጻዕራን ሞያኣን ቀደም ሓሙኽሽቲ ምኾነ። ንብኬርኡ ማይን መሊኡ ብኬርኡ ሓፍ ኣቢሉ ንብኬርኣ ገጩ ሰተየ። ኣንቺኹም ግቡእኹም ንክትሓፍሱ ክሕግዘኩም እየ። ድሙቕ ፍሽኽታ ኣሰንያ ከም ቅብዝር ኢላ ጠመተቶ። ናታ ናብ ካልእ ዓለም ብምንባሩ ብድሕሪ ፍሽኽታ ዝነበረ ስምዒት ኮነ ንቕብዝርና ጠቕሊሉ ኣየቕለበሉን። ኣካላ ምሳይ ቀልባ ምስ ደበሳ እዩ ነገሩ ሃሙ ቀልቡ ምስ ኣንበር እዩ ነይሩ ድሕሪ ጋዜጣዊ መግለፂ ንማናጀር ክደውላ ቅልጡፍ መምርሒ ሃባ ኣብ ሕጊ ከነቕርባ ኢና ኣማ ካብ ክሳድ ንላዕሊ ፀገም የለን ብተግባራ ፈፂማ ንዘይትውዕሎ ብቓል ኣረጋገጸትሉ። ድሕሪ ምምስሖም ናይ ዝተፈላለያ ሜድያታት ጋዜጠኛታት ኣብ ቤት ጽሕፈት ግሎባል ንቓል ኣማ ንኽሰምዑ ኣዕለቕለቑ። ካብ ዓይኒ ካሜራታት ካብ ትርሕቕ ነዊሓ ገይራ ነዚ ዓይነት ሃዋሁ ቅድሚ ሰለስተ ዓመት ምስ ኣስተማቕረቶ እያ። ንታሕቲ ዝተነቖተትሉ ኣጋጣሚ ሕጂ ግን በንጻር ናይ ሽዑ ነዚ ኣጋጣሚ ከም ዓብዪ ነጥቢ መቐየሮ መጻኢኣ ክትገብሮ ሓለነት። ኣማ ናብ መድረክ ቀሪባ ማይክሮፎን ሓዘት። ጋዜጠኛታት ቀዲሞም ንክሓቱ ኣነ ኣነ ክብሉ ጀመሩ።
ክቡራት ተኸታተልቲ ስለምክታልኩም ኣዝየ እንዳመስገንኩ ኣብ ዝቕጽል ክፋል የራኽበና።